ኣብ ግንባራት ዶባት ኢትዮ ኤርትራ ምልልስ ደብዳብ ከበድቲ ብረት ከም ዘሎ ተፈሊጡ ኣብ ቤንሻንጉል ንጹሃት ሰባት ከም ዝተቐተሉ ተገሊጹ የህዝብ ማመላለሻ ኣውቶቡስ ህዝባዊ ኣገልግሎት ዝህብ ኣውቶቡስ እናተጓዓዘ ከሎ ዕጡቓት መጥቃዕቲ ፈፂሞም። ብምኽንያት ኣብ ኢትዮጵያ ዝቕጽል ዘሎ ኲናት ቁጽሪ ናብ ሱዳን ዝተመዛበሉ ሰባት 25 ሽሕ በጺሑ። በቃ መቐመጥ ሲና በቃ ብፍርሒ ሰብ እናቐተሉ ኣብ ሽንጥሮ ዝተረፋ መዓት ኣብ ጫካ ዘለዎን ኣሕዋትና ዓለም ኩሉ ክረደና ኢና ንደሊ። ኮሮና ቫይረስ ብ95 ሚእታዊት ክከላኸል ዝኽእል ክታበት ተረኺቡ ተባሂሉ ኣሎ ዝብሉ ምስ ሓጸርቲ ዜናታት ክነቐርብ ኢና ክትከታተሉና ንዕድም። ኣብ ግንባራት ዶባት ኢትዮ ኤሪትራ ናይ ከቢድ ብረት ደብዳብ ከም ዘሎ ምልልስ ከም ዘሎ ተፈሊጡ። ሎሚ ቅድሚ ቀትሪ ድማ ኣብ ከተማ መቐለ ደብዳብ ነፋሪት ኩናት ተኻይዱ። ኣብ ለንደን ዘሎ መሳርሕትና ተስፋኣለም ኣርኣያ ብሓፈሻ ነቲ ኣብ ኢትዮጵያ ተወሊዑ ዘሎ ኩናት ዝምልከቱ ምዕባለታት ክገልጸልና እዩ። ኣራይ ኣኽሊሉ ናይ ዝሓለፈ ቀዳመ ሰንበትን ናይ ሎሚ ሰኑይን ዘሎ ኩነታት ብሓጺሩ ክንርኢ እንከለና እቲ ዝዓበየ ክበሃል ዝኽእል ኣብ ክልል ኣምሓራ ከተማታት ባህርዳርን ጎንደርን ከምኡ'ውን ኣብ ኤርትራ ኣብ ርእሰ ከተማ ኣስመራ ዝተኻየደ ናይ ሚሳይላት ደብዳብ እዩ። ኣብ ርእሰ ከተማ ኣስመራ ኣብ ከባቢ መዕረፎ ነፈርቲ ከቢድ ነትጒ ከም ዝተሰምዐ ሓያሎ ነበርቲ እታ ከተማ ንቢቢሲ ኣረጋጊጾም ኣለዉ። ብዛዕባ እቲ ኣብ ኣስመራ ዝተሰምዐ ነትጒ ማለት መጥቃዕቲ ሮኬት ግን ዛጊት ብወገን ኤርትራ ዝተዋህበ ወግዓዊ መግለጺ የለን። ብሓፈሻ ግን ኣኽሊሉ፣ እቲ ኣብ ዝተፈላለዩ ግንባራት ሓሓሊፉ ዝካየድ ዘሎ ኲናት ይቕጽል ከምዘሎ እዩ ዝንገር። ሎሚ ቅድሚ ቀትሪ ሓንቲ ነፋሪት ኲናት ንከተማ መቐለ ከምዝደብደበት ሪፖርተር ቢቢሲ ካብቲ ቦታ ጸብጺቡ'ሎ። እቲ ሎሚ ዝተደርበየ ቦምባ ኣብ ከተማ መቐለ ጥቓ ባሎኒ ተባሂሉ ዝጽዋዕ ናይ ቀደም ስታድዮም እዩ ወዲቑ። ኣብቲ መጥቃዕቲ ብውሕዱ ሓደ ሰብ ከምዝቖሰለ መሰኻኽር ዓይኒ ገሊጾም ኣለዉ። ካልኦት ዝቖሰሉ እንተለዉ ግን ከነረጋግጽ ኣይከኣልናን። ኣብ ግንባራት ዶባት ኢትዮ ኤርትራ ናይ ከቢድ ብረት ደብዳብ ምልልስ ከምዘሎ እውን ተፈሊጡ ኣሎ። ብወገን ትግራይ ዝተተኮሰ ቦምባታት ኣብ ዓድታት እንዳዳሻም፣ ቢሓትን ከባቢ ሰንዓፈን ከምዝወደቐ ናይ ዓይኒ መሰኻኽር እውን ገሊፆም ኣለው። ተስፋኣለም። ንድሕነቶም ማስማቶም ዝተዓቀበ ነበርቲ እቲ ከባቢ ምስ ስድራና ኣብ በዓቲ ተሓቢእና እዚ ኹናት ፈጣሪ ከዝሕሎ ንምህለል ኣሎና ክብሉ ተዛሪቦም። ንሰብኣውን ንዋታውን ክሳራ ብዝምልከት ግን ዛጊት ዝተፈልጠ የለን። ኣብቲ ካብ ዓሊተና ክሳብ መረብ ዝርጋሕ ብግንባር ዓሊተና መረብ ዝፍለጥ ሰፊሕ ግንባር ኣብ ዝተፈላለየ ቦታታት ኲናት ይካየድ ከም ዘሎ ይሕበር። ትማሊ ምሸት'ውን ብሸነኽ ዓዲዃላን ቤት ገብርኤልን ናብ ትግራይ ገጹ ዝውንጨፍ ናይ ከቢድ ብረት ደብዳብ ከም ዝነበረ እዮም ምንጭታት ሓቢሮም ዘለዉ። ብዙሓት ዝዘራረብሉ ጉዳይ ዕርቀ ሰላምን ዓለምለኸ ማሕበረሰብ ነቲ ኲናት ዝህቦ ዘሎ ቆላሕታን ብዝምልከት እዩ እሞ ብሓጺሩ እንታይ ምባል ይከኣል? ከምዝፍለጥ ሕቡራት ሃገራትን ሕብረት ኣፍሪቃን ነቲ ኲናት ደው ክብልን ክልቲኦም ወገናት ናብ ሰላማዊ ልዝብ ክኣትዉን ጻውዒት ኣቕሪቦም እዮም። ካልኦት ዝተፈላለዩ ፍሉጣት ፖለቲከኛታት፣ ንጉዳይ ቀርኒ ኣፍሪቃ ዝከታተሉ ኣካላትን ከምኡ'ውን ፍሉጣት ውልቀሰባትን እቲ ኲናት ዞባዊ ቅርጺ ክሕዝ ከምዝኽእል ስግኣቶም ክገልጹ ጸኒሖም ኣለዉ። ወከልቲ መንግስታት ትግራይን ፈደራልን ኣብ ዩጋንዳ ተራኺቦም ብሸምጋልነት መራሒቲ ሃገር ዩወሪ ሙሰቬኒ ክዘራረቡ እዮም ዝብል ሓበሬታ ካብ ትማሊ ጀሚሩ ክዝርጋሕ ጸኒሑ ኣሎ። ኣብዚ ጉዳይ ብወገን መንግስቲ ኢትዮጵያ ዝተዋህበ መግለጺ ግን ምስ መራሕቲ ህወሓት ዝግበር ሰላማዊ ዝርርብ ከምዘይህሉን እቲ ዝተዘርገሐ ሓበሬታ ከኣ ስኑዕ ወይ ሓሶት ከምዝኾነ እዮም ተዛሪቦም። እንተኾነ ኣብ ሰዓታት ድሕሪ ቀትሪ ምክትል ቀዳማይ ሚኒስተር ኢትዮጵያ ደመቀ መኮንን ኣብ ዩጋንዳ ምስ ፕረዚደንት ዩጋንዳ ዩወሪ ሙሰቨኒ ተራእዩ ኣሎ። ሙሰቨኒ ኣብ ማሕበራዊ መራኸቢ ትዊተር ብዝጠቅዖ መልእኽቲ ከኣ ምስ ኣቶ ደመቀ ኣብ እዋናዊ ኩነታት ከምዝተዘራረቡ ኣፍሊጡ። ብሓባር ዝተሳእልዎ ስእልታት እውን ዘርጊሑ ኣሎ። ሙሴቪኒ ጠቂዕዎ ኣብ ዝነበረ መልእኽቲ፣ ኣብ መንጎ ናብ ኲናት ዝኣተው ክልቲኦም ሓይልታት ድርድር ክህሉ ኣለዎ ዝብል ጽሑፍ ኣስፊሩ ዝነበረ ኮይኑ፣ ጸኒሑ ግን እዚ ናይ ድርድር መጸዋዕታ ካብቲ ጽሑፍ ፈልዩ ሰሪዝዎ ኣሎ። ስለምንታይ ዝብል ግን ኣይተነጸረን ዘሎ። እወ ኣኽሊል፣ መንግስቲ ኢትዮጵያ ኣብ ጉዳይ መገሻ ምክትል ቀዳማይ ሚኒስተር ደመቀ ኣመልኪቱ ብዘውጽኦ መግለጺ፣ ንሱ ንዝርርብ ዘይኮነስ ሃገራት ቀርኒ ኣፍሪቃ ነቲ ኣብ ኢትዮጵያ ዘሎ ኩነታት ንኽግንዘባ እናዞረ መልእኽቲ ንምብጻሕ ዝገብሮ ዘሎ መገሻታት ከምዝኾነ ጥራይ እዩ ገሊጹ ዘሎ። ብዙሓት ድማ ሕብረት ኣፍሪቃን ኢጋድን ተጊሆም ነቲ ኲናት ደው ንምባል ዘይምጽዓሮም ክነቕፉ ይስምዑ ኣለዉ። እቲ ኩነታት ግን ብዓለም ደረጃ ኣቓልቦ ማዕከናት ዓለም ስሒቡ ኣሎ። ንዝሃብካና ሓበሬታ ብሽም ተኸታተልትና የመስግን። ኣብ ኢትዮጵያ ክልል ቤንሻንጉል ጉሙዝ ሰባት ፅዕኑ ይጓዓዝ ኣብ ልዕሊ ዝነበረ ኣውቶቡስ ብዝተፈፀመ መጥቃዕቲ ናይ ዝሞቱ ሰባት ቁፅሪ ኣርባዓ በፂሑ ተባሂሉ ኮሚሽን ሰብኣዊ መሰላት ኢትዮጵያ ትማሊ ሰንበት ኣብ ዘውፅኦ መግለፂ ደባጤ ኣብ ዝተባሃለ ወረዳ ሰባት ፅዕና ትጓዓዝ ኣብ ዝነበረት

የህዝብ ማመላለሻ ኣውቱበስ ወደ ድባጤ ወረዳ እየመጣ። ህዝባዊ ኣገልግሎት ዝህብ ኣውቶቡስ ናብ ወረዳ ድባጤ እናተጉዓዘ ከሎ ኣብ መገዲ ፍሉይ ስማ ዋርካ ኣብ ዝተብሃለት ቦታ ዕጡቓት ደው ኣቢሎም ኣብ ልዕሊ ንፁሃን ዜጋታት መጥቃዕቲ ፈፂሞም። በዚ ድማ ብዙሓት ሰባት ጉድኣት በፂሕዎም። ሓይሊ ጸጥታ ኣብ ካልእ ቦታ ንኻልእ ወፍሪ ተላኢኹ ኣብ ዝነበረሉ እዋን እዩ እዚ መጥቃዕቲ ተፈጺሙ። እቲ ቅድም ክብል ሰላሳን ኣርባዕተን ሞይቶም ብዝብል ዝተገለጸ ቁጽሪ ልክዕ እዩ ነይሩ። ደሓር ግን ቆሲሎም ኣብ ሕክምና ካብ ዝነበሩ እውን ስለዝሞትዎም ኣርባዓ ሰባት እዮም በጺሖም። ሰብ ህይወት ነው ያለፈ።
እቲ ሓላፊ ከም ዝበሎ፣ ሽዑ ሓይልታት ጸጥታ ብዝወሰድዎ ስጉምቲ ልዕሊ ዒስራ ካብቶም ዕጡቓት ክቕተሉ እንከለዉ፣ ዝተረፉ ድማ ናብ ጫካ ሃዲሞም እዮም። ምስቲ ኣብቲ ከባቢ ዝፍጸም መጥቃዕቲ ብዝተሓሓዝ ኣብ ቀይዲ ዝወዓሉ ከም ዘለዉ እውን ንቢቢሲ ሓቢሩ።
ኣብዚ ሕጂ እዋን ኣስታት ሸውዓተ ሚእቲ ጥርጡራት ኣለዉ፣ ነዚ ከኣ ካብ ፌደራልን ክልልናል ብዝተወደበ ሓይሊ ዕማም ምጽራይ እናተኻየደ እዩ። ብዝካየድ ምጽራይ ገበነኛታት ብሕጊ ክሕተቱ፣ ተሓባበርቲ ዝኾኑን ዘይኮኑን ክፍለዩ ክግበር እዩ። ብጥርጣረ ዝተትሓዙ ወይ መረዳእታ ዘይተረኸቦም ድማ ናይ ተሃድሶ ስልጠና ተዋሂብዎም ናብ ማሕበረሰቦም ክምለሱ ንምግባር ይስራሕ ኣሎ። ግዳያት መጥቃዕቲ ግን ብሄሮም መሰረት ዝገበረ እዩ ዝበሃል ዝተጋገየ ሓበሬታ እዩ። ኣብቲ ናይ ሎሚ እኳ ካብ ኣርባዕተ ብሄራት እዮም ግዳያት ኮይኖም። እቶም ዕጡቓት ብሰላም ኢዶም ንኽህቡን እቲ ጉዳይ ብሽምግልና ዓበይቲ ዓዲ ክውዳእን ፃዕርታት ይግበር ከምዘሎ ዝሓበረ ኣይተ ጋሹ፣ እዚ ክዕወት እንተዘይክኢሉ ግን ወፍርታት ብምክያድ ሕጋዊ ናይ ሓይሊ ስጉምቲ ከምዝውሰድ ኣረዲኡ። ቢቢሲ ትግርኛ ትከታተሉ ኣለኹም ናብ ሓፅር ዜናታት ክንሰግር ሱዳንን ግብፅን ናይ ሓባር ወተሃደራዊ ልምምዳት የካይዳ ከም ዘለዋ ተገሊፁ እቲ ንስሪ ናይል ዝብል መጸውዒ ተዋሂብዎ ዘሎ ንመጀመርታ እዋን ዝካየድ ዘሎ ዝተባህለሉ ልምምድ ኢትዮጵያ ኣብ ውሽጣዊ ኩናት ኣትያትሎ ኣብ ዘላ እዋን እዩ ዝካየድ ዘሎ። ክልቴን ሃገራት ብጉዳይ ግድብ ህዳሰ ኢትዮጵያ ይሰሓባ ምህላወን ይፍለጥ። ናብ ማእኸላይ ኣሜሪካ ዘምርሕ ዘሎ ከቢድ ዝናብ ዝተሓውሶ ሓያል ህቦብላ ከቢድ ጉድኣት ከየውርድ ስግኣት ፈጢሩ። እቲ ሎታ ተባሂሉ ዝጽዋዕ ህቦብላ 260 ኪሎ ሜትሮ ኣብ ሰዓት ዝጓዓዝ ኮይኑ ኣብ ሓያሎ ሃገራት ዕልቕልቕ ከየስዕብ እዩ ተባሂሉ ኣሎ። እስራኤል ኣብ ምብራቕ ኢየሩሳሌም ክትሃንጾ ትሓስብ ዘላ ልዕሊ ሓደ ሽሕ ኣባይቲ መሬታዊ ሓድነት ዘለዎ ሃገር ፍልስጤም ኣብ ምፍጣር ዝዕንቅጽ እዩ ክብሉ ሕቡራት ሃገራትን ሕብረት ኣውሮጳን ነጺጎም እስራኤል ኣብ ሽሕን ትሽዓተ ሚእትን ስሳን ሸውዓተን ንምዕራባዊ ገማግም ፍልስጤም ካብ እትቆጻጸሮ ጀሚራ ኣስታት ሓደ ሚእትን ኣርባዓን ሰፈራታት ምህናጻ ይፍለጥ። ኣብ መወዳእታ ሓንቲ ጓል ኣንስተይቲ እትርከቦም ጠፈርተኛታት ትማሊ ካብ መደብር ጠፈር ኣሜሪካ ናሳ ናብ ኣህጉራዊ መደብር ጠፈር ተወንፂፎም እቲ ብምትሕባር ትካል ጠፈር ኣሜሪካ ናሳን ናይ ብሕቲ ትካል ጠፈር ስፔስ ኤክስን ዝተኻየደ ዕውት በረራ ታሪኻዊ እዩ ተባሂሉ ኣሎ ናብ ዝቕጽሉ ትሕሶታትና ክንሰግር ብምኽንያት እቲ ኣብ መንጎ ሓይልታት ፌደራላዊ መንግስትን መንግስቲ ትግራይን ብዝካየድ ዘሎ ኩናት ቁፅሪ ናብ ሱዳን ዝተመዛበሉ ሰባት 25 ሽሕ ከም ዝበፅሐ ተገሊፁ ብሰንበት ጥራይ ልዕሊ 5 ሽሕ ሰባት ናብ ሱዳን ከም ዝኣተው ኣብ ሱዳን ዝርከብ ወኪል ስደተኛታት ሕቡራት ሃገራት ዩኤንኤችሲኣር ሓቢሩ ካብቶም ንሱዳን ዝሰገሩ ስደተኛታት ብዙሕ ስቓይን ምንግልታዕን ኣጋጢሞም ከም ዝተሰደዱ ይዛረቡ። ትካል ሕክምና ኢንኩቤተር ነይረን እዘን ናይ ሸውዓተ ወርሒ ህፃናት እየን ገና መዓልቲ ከይኣከለ ፕሪማቹር ድየን ተወሊደን ሽዑ ኣብ ኢንኩቤተር ውሽጢ እንዳሃለዋ እቲ ከተማ ቦምብ ምስ ኮነ ንሕና ከዓ ሓዲምና መፂና ገና ምስ ታዕሽሙ ከይተማልእ እንዳሃለወ ማለት እዩ ስለዚ ሕጂ እውን ናይ ኣዶ ፃባ የብላን ብሓርጭ ብፅባፅ ነገር እየን ዝሰትያ ዘለዋ ንሱ ከዓ ሪኮመንድድ ኣይኮነን ብሓካይም ስለዚ እንዳረኣናየን ይሞታ ኣለዋ ማለት እተን ህፃናት
እዚ ዓሰርተ ሰለስተ መዓልቲ ኣቑጺሩ ዘሎ ኲናት ሓይልታት መንግስታት ፌደራልን ትግራይን ዞባዊ መልክዕ ከይሕዝ ተሰጊኡ ኣሎ። እቶም ካብ ምዕራብ ትግራይ ዝስደዱ ዘለዉ ሰባት ሱዳን ተዕቑቦም ዘላ ኮይና፣ ቁጽሪ ናብታ ሃገር ዝስደዱ ዘለዉ ሰባት መዓልታዊ ይውስኽ ከምዘሎ ሰብመዚ እታ ሃገር ይገልጹ።
ካብ ራባይን እየ መፅእ ይብለካ ኣለኹ እኮ ተፈናቒለ እየ ይብለካኒ በቃ መቐመጥ ስኢንና በቃ ብፍርሒ ሰብ እናቐተሉ እናዘረፉ ክዘርፉና እዮም ክበልዕና እዮም ክቐትልና እዮም ዝብሉ ግን መፂና ኣለና ገዛና ገዲፍና ንብረትና ገዲፍና ዝብላዕ የብልና ሰትን የብልና ቆልዓ ሒዘ ኣብዚኣ ነር ስተ የብለ ዝብላዕ የብለ እዚኣ ወዲቐ ኣለኹ ኣሸጊሮምና በቃ መንግስቲ ትግራይ ኣብቲ ዝቕፅል ዘሎ ኲናት ወተሃደራት ኤርትራ ምትእትታው ኣለዎም ኢሉ ድሕሪ ምኽሳሱ ብቐዳም ናብ ኣስመራ መጥቃዕቲ ሚሳይል ፈጺሙ እዩ። ቀዳማይ ሚኒስትር ኣብይ ኣሕመድ ግን ምትእትታው ኤርትራ የለን ክብል ብትዊተር ምላሽ ሂቡ እዩ። ኤርትራ እውን እቲ ጉዳይ ናይ ኢትዮጵያ ከም ዝኾነ ብምግላጽ ኢዳ ከም ዘይሓወሰትሉ ኣፍሊጣ እያ። ተንተንቲ ብወገኖም እዚ ኹናት ምኽንያት ምዝንባል ብኣሽሓት ዝቑጸሩ ሰባት ይኸውን ብምህላዉ እቲ ኩነታት ክሃድእ ጸዊዖም ኣለዉ። እቶም ተመዛበልቲ ጥራሕ ኢዶም ነዛ ነብሶም ከድሕኑ ናብ ጎረቤት ሃገር ይሰግሩ ከም ዘለዉ ይዛረቡ። ኣሕና ነበርቲ ወረዳ ቀፍታ ሑመራ ማይ ካድራ ዝባሃል ከባቢ ኣብ ኩሉ ከባቢና ዘሎ ብሑመራ ዘሎ ብሰንትራል ይኹን ብራውያን ይኹን ብዘሎ ብኣጋጣማዊ ሓደጋ ብዝነ ህዝብና ኣብ ፎቆዶ በረኻ ኣብ ፎቆዶ ሽንጥሮ ተደውርዮ ኣሎ ኣሕዋትና ኣብ በረኻ ይወልዳ ኣለዋ ጠፊእና ችግርና ኩሉ ሰብ ዓለም ኩሉ ክረድኣና ህዝብና ኣሕዋትና ፍቆዶ በረኻ ኣብቲ ዝጠጋዕናዮ ዓዲ ውን ደድሕሬና እንዳጎየዩ ኣብ ሽንጥሮ ኣሕዋትና ዝተረፉ ኣለው መዓት ኣብ ጫካ ኣብ መሸላ ዘለውን ኣሕዋትና ዓለም ኩሉ ክረደና ኢና ንደሊ። እቲ ኣብ መንጎ ክልቲኦም ወገናት ዘሎ ጎንጺ ኣብ ዝሓለፈ ዓመት ንኽካየድ መደብ ተታሒዙሉ ዝነበረ ሃገራዊ መረጻ፣ ብምኽንያት ኮረና ቫይረስ መንግስቲ ፌደራል ኣናዊሕዎ እናሃለወ፣ ኣብ ዝሓለፈ ወርሒ ጳጉሜን፣ ትግራይ ክልላዊ መረጻ ድሕሪ ምክያዳ ከም ዝዓረገ ይእመን። ኣብ መወዳእታ ክልተ ሽሕን ዕስራን፣ ሓድሽ ክታበት ኮቪድ ዓሰርተ ትሽዓተ ኣብ መዓላ ከም ዝውዕል ኣፍረይቲ ክታበት ይገልጹ ኣለዉ። ኣብ ዝቕጽል ሓጋይ ድማ ህይወት ናብ ንቡር ከም ዝምለስ ሓደ ካብ ኣፍረይቲ ክታበት ኣመልኪቱ። ኣብ ዝሓለፈ ሰሙን ክታበት ኮሮናቫይረስ ዘማዕብሉ ዘለዉ ኩባንያታት ባዮኢንቴክን ፋይዘርን ፍርያቶም ተስዓ ሚእታዊት መልከፍቲ እቲ ቫይረስ ናይ ምክልኻል ዓቕሚ ከምዘሎ ገሊጾም ነይሮም። ሕዚ ድማ ሞዴርና ዝተብሃለ ትካል ኮረና ቫይረስ ብተስዓን ሓሙሽተን ሚእታዊት ክከላኸል ዝኽእል ክታበት ረኺበ ኢሉ ኣሎ። ሃና ዘርኣጽዮን። ኩባንያ ምፍራይ ኣፋውስ ሞዴርና ውጽኢት እቲ ምርምር ወግዓዊ ንዝገበረሉ መዓልቲ ዓባይ መዓልቲ ብምባል ሓጎሱ ክገልጽ ከሎ፣ ኣብ ዝቕጽሉ ሰሙናት እቲ ክታበት ኣብ ረብሓ ንክውዕል ፍቓድ ከም ዝረክብ ኣፍሊጡ። እንተኾነ እቲ ትካል ዘውጽኦ ናይ መጀመርታ ውጽኢት ስለ ዝኾነ ብዙሓት ዘይተመለሱ ሕቶታት ከም ዘለዉ ይዝረብ። እቲ ክታበት ኣብ ኣሜሪካ ኣብ ልዕሊ ሰላሳ ሽሕ ሰባት ክፍተን ከሎ፣ ፍርቆም ኣብዚ ወርሒ ሓደ ግዘ እቲ ክታበት እንትወሃቦም ፍርቆም ድማ ረብሓን ጉድኣትን ዘይብሉ መርፍእ ተወጊኦም እቲ ውፅኢት ንምንፃር ፈተነ ተገይሩ። ብመሰረት ካብቲ ፈተነ ዝተረኽበ ውፅኢት ድማ ተስዓን ኣርባዕተን ነጥቢ ሓሙሽተ ሚኢታዊት ሰባት ብምኽንያት እቲ ክታበት ንኮረና ቫይረስ ከይተቓልዑ ተሪፎም እዮም። እዚ ፈተነ ካብ ዝተገብረሎም ብኮቪድ ዓሰርተ ትሽዓተ ሓሚሞም ዝነበሩ ዓሰርተ ሓደ ሰባት ድማ ናይ ምክልኻል ዓቕሚ ከዕብዩ ክኢሎም። እቲ ክታበት ብዕድመ ንዝደፍኡ ሰባት ዝሓሸ ዓቕሚ ምክልኻል ከም ዝህብ እኳ እንተተገለጸ፣ ነዚ ዘረጋግጽ ሙሉእ መረዳእታ ግን የድሊ እዩ ተባሂሉ ኣሎ። እቲ ክታበት ሰባት ኣዐርዮም ንከይሓሙን ናብ ካልኦት ሰባት ንከየመሓላልፉን ይከላኸል ድዩ ዝብል ግልጺ ኣይኮነን። ድሕነት እቲ ክታበት ብዝምልከት ድማ ክሳብ ሕዚ ዝቐረበሉ ጎናዊ ሳዕቤን እኳ እንተዘይሃለወ፣ ገለ ተሳተፍቲ እዚ ፈተነ ግን እቲ ክታበት ኣብ ዝወሰደሉ እዋን ቁሩብ ድኻምን ሕማም ርእስን ከም ዝተሰምዖም ተሓቢሩ ኣሎ። ኣብዚ ሕዚ እዋን፣ ሞዴርናን ፋይዘርን ዘፍረይዎ ክታበት ልዕሊ ተስዓ ሚእታዊት ውፅኢታዊት ከም ዝኾነ ገሊፆም ኣለው። ይኹን እምበር ኣብ ናይ መወዳእታ ደረጃ ኣይበፅሑን። ክታበት ሞዴርና ክሳብ ሓደ ወርሒ ኣብ መዝሓሊ ክፀንሕ ዝኽእል ኮይኑ ፋይዘር ድማ ንሓሙሽተ መዓልቲ ጥራሕ እዩ ዝፀንሕ። ቅድሚ ሕዚ ሩስያ ረኺበዮ ዝበለቶ ስፑትኒክ ሓሙሽተ ዝተብሃለ ክታበት ተስዓን ክልተን ሚእታዊት ናይ ምክልኻል ዓቕሚ ከም ዘለዎ ተገሊፁ ነይሩ። ፈነወ ቢቢሲ ትግርኛ ዕለተ ሶን ኣብ ምክትታል ጸኒሕኩም ኣኽሊሉ ጸጋይ ብምቕራብ ምድላዋት ሓቢራትኒ ብምስንዳእ ሃና ዘርኣጽዮን ክፍሊ ቴክኒክ እናተቖጻጸረ ኦስካር ቡንጋ ምሳኹም ጸኒሕና ጽቡሕ ኣብ ተመሳሳሊ ሰዓት ክንረኸብ ኢና ሰላም ደሓን ሕደሩ